ሰላምን ጥዕናን ይሃበለይ ኩቡራት ተኸታተልቲ ኣብ ኩሉ ኩርናዕ ዓለም ዶክተር ማይና እየ ሕማም ካንሰር ኸም ካልኦት ከበድቲ ሕማማት ንምክልኻል ዝሕግዝ ሓያል ሚስጥር ኣብ መኣድኹም ከም ዘሎ ትፈልጡ ዶ እቲ ፍታሕ ካብ ዝኸበዱ መድሓኒታት ወይ ዝተሓላለኸ ኣገባባት ዝረሓቐ ኣብዞም ኩልና እንፈልጦም ሰለስተ ቀለልቲ ኣትኽልቲ ተሓቢኡ ይርከብ። እዛ ቪድዮ ንህይወትኩም ክትቕይር እትኽእል ወሳኒት ሓበሬታ ዝሓዘለት ስለዝኾነት ክሳብ መወዳእታ ብትዕግስትን ብትኹረትን ክትከታተሉኒ ይላበየኩም። እዚ ትምህርቲ እዚ ካብ ናይ ውልቅኹም ሓሊፉ ንጥዕና ስድራቤትኩም እውን ከመይ ጌርኩም ከም እትሕልዉን ከም እተመሓይሹን ዝሕግዝ ዓብዪ ፍልጠት ከም ትረኽብሉ ርግጸኛ እየ። ከምቲ ልሙድ ንዓኹም ዝጠቅምን ንጥዕናኹም ዘማሕይሽን ሓበሬታ ብቕንዕና ከካፍለኩም እጽዕር እየ። ንስኻትኩም እውን ነዛ ቪድዮ ላይክ ብምግባር ምትብባዕኹም ኣይፈለየኒ። ላይክ ምግባር እዚ ኣገዳሲ ትምህርቲ ናብ ብዙሓት ሰባት ንኽባጻሕ ዓቢ ኣበርክቶ ኣለዎ። ካብኡ ሓሊፉ እዚ ትምህርቲ ካብቲ ትግምትዎ ንላዕሊ ወሳኒ ሓበሬታ ስለዝሓዘ ሼር ብምግባር ንዕርኽትኹምን ፈተውትኹምን ክተካፍልዎም ብትሕትና ይሓትት። ንቻናልና ሓደሽቲ ዝኾንኩም ዶክተር ማይና ይበሃል። ሰብስክራይብ ምስኡ ውን ነታ ናይ ደወል ምልክት ብምንካእ ቀጺለ ዝዝርግሖም ንጥዕና ዝምልከቱ ትምህርትታት ንኽበጽሐኩም ግበሩ። እምበኣር እዞም ሎሚ ክነዕልለሎም ዝመጻና ሰለስተ ኣገደስቲ ኣትኽልቲ ካሮት፣ ሓምሊ ከምኡ ውን ካውሎ ጥራሕ ዘይኮነስ ብዛዕባ እቲ ኣብ ውሽጥና ተዓቚሩ ዘሎ ንጥዕናና ዝሕሉ ስዉር ሰራዊት ክነዕልል ኢና። ቅድሚ ናብቶም ኣትኽልቲ ምእታውና ብዛዕባ ሓደ ኣብዚ ዘመን ኣዝዩ ልሙድ ዝዀነ ግን ኸኣ ብዙሕ ዘይግደሰሉ ጸገም ክነዕልል። መብዛሕትኡ ከም ከብኒ ምንዳድ፣ ጋዝ፣ ተደጋጋሚ ድኻም፣ ጸገም ቖርበት ወይ ድማ ፈተጋ፣ ኣለርጂ፣ ወይ'ውን ብቐሊሉ ዘይጐደል ኽብደት የሳቕየና እዩ። እዚ ዅሉ ምልክት ናይቲ ብሕክምና ዲስባዮሲስ ዝበሃል ኩነታት ክኸውን ይኽእል እዩ፣ እዚ ማለት ኣብ ከብድና ዝነብሩ ጠቐምትን ጎዳእትን ደቀቕቲ ህዋሳት ወይ ድማ ባክቴርያ ሚዛኖም ምዝባዕ ማለት እዩ። ነዚ ከም ሓደ ልሙዕ ኣትክልቲ ቦታ ጌርና ንውሰዶ። ጠቐምቲ ህዋሳት ልክዕ ከምቶም ፍረ ዝህቡና ተኽልታት፣ ጎዳእቲ ድማ ከም ሳዕሪ እዮም። ሳዕሪ ምስ ዝበዝሕ እቲ ቦታ ምሉእ ብምሉእ ይበላሾ፣ ኣብ ከብድና እውን ልክዕ ከምኡ እዩ ዝኸውን። እሞኸ እዞም ማይክሮባዮምስ ዝበሃሉ መን እዮም? እዞም ብትሪልዮናት ዝቑጸሩ ኣብ ከብድና ዝነብሩ ደቀቕቲ ህዋሳት ልክዕ ከም ኻልኣይ ኣእምሮ እዮም፣ ስርሖም ድማ ዘደንቕ እዩ። ሓደ፣ ንምግቢ ኣብ ምፍሓስ ይሕግዙ፣ ንሕና ዘይንፍሕሶ ዘይንኽእሎን ነገራት ከም ፋይበር ንሳቶም ይፍሕሱ። ክልተ፣ ቫይታሚናት የፍርዩ፣ ከም ቫይታሚን ኬይ፣ ገለ ካብ ዓይነታት ቫይታሚን ቢ ኣብ ውሽጥና ይፍርዩ። ሰለስተ፣ ንዓቕሚ ምክልኻል ሕማምና የጠንክሩ። ሰብዓ ሚእታዊ ካብ ናይ ምክልኻል ስርዓትና ኣብ ከብድና እዩ ዝርከብ። እዞም ህዋሳት ድማ ነዚ ስርዓት እዚ ሚዛኑ ንኽሕሉ ይሕግዝዎ። ኣርባዕተ፣ ንኣእምሮኣዊ ጥዕና ይሕግዝ። እቲ ንደስታን ምርግጋእን ዘገልግል ሴሮቲን ዝበሃል ሆርሞን መብዛሕትኡ ኣብ ከብድና ብሓገዝ እዞም ህዋሳት እዩ ዝስረፍ። ሓሙሽተ፣ ንካንሰር ይከላኸል እዩ። እዚ እዩ እቲ ቀንዲ ነጥቢ። እዞም ህዋሳት ንኢንፍላይሜሽን፣ ቁጥዐ፣ ብምቕላል ንምስፍሕፋሕ ናይ ካንሰር ህዋሳት ዓብዪ ዕንቅፋት ይፈጥሩ። ሕጂ ናብቶም ሰለስተ ጀጋኑ ኣትኽልቲ ክንምለስ። እዞም ኣትኽልቲ እዚኦም ቀንዲ ምግቢ ናይዞም ጠቐምቲ ማይክሮባዮምስ ዝኾነ ፋይበር ዝሓዙ እዮም። እቲ ናይ መጀመርታ ካሮት ናይ ዓይኒ ሓለዋ ጥራሕ ኣይኮነን። ረብሓታቱ ብቤታ ካሮቲን ኣብ ሰውነትና ናይ ቫይታሚን ኤ ዝቕይር ሃብታም እዩ። ንጥዕና ዓይኒ፣ ቆርበት፣ ኸምኡ ውን ንልቢ ኣዝዩ ጠቓሚ እዩ። ምስ ማይክሮባዮምስ ዘለዎ ምትእስሳር፣ ኣብ ካሮት ዝርከብ ፍሉይ ዓይነት ፋይበር፣ ፔክቲን፣ ንጠቓምቲ ባክተርያታት ከም ምግቢ ኾይኑ የገልግል። እዞም ባክተርያ ድማ ነዚ ፋይበር እዚ ናብ ቡትሬት ዝበሃል ፋቲ ኣሲድ ይቕይርዎ። እዚ ቡትሬት ንህዋሳት ናይ ዓቢ መዓንጣ ከም ጸዓት ኾይኑ የገልግል፣ ንኢንፍላሜሽን ይንኪ፣ ኸምኡ ውን ንምክልኻል ካንሰር ዓቢ መዓንጣ ውን ወሳኒ እዩ። ተግባራዊ ምኽሪ፣ ንካሮት ብጽሩይ ብምሕጻብ ከይለሓጽካ ምብላዕ ዝበለጸ እዩ። ብጥሪኡ ወይ ድማ ብቐሊሉ ብሃፋ ብምምሳጥ ክትበልዕዎ ትኽእሉ ኢኹም። ክልተ፣ ሓምሊ፣ እቲ ሱፐርፉድ ረብሓታቱ ብቫይታሚን K፣ ቫይታሚን C፣ ቫይታሚን A፣ ከምኡ'ውን ጽረ ኣንቲኦክሲዳንት ኣዝዩ ሃፍታም እዩ። ንጥዕና ኣዕጽምትን ደምን ወሳኒ እዩ። ምስ ማይክሮባዮምስ ዘለዎ ምትእስሳር ልክዕ ከም ካሮት ብፋይበር ዝመልአ እዩ። ካብኡ ሓሊፉ ኣብዚ ሓምሊ'ዚ ዝርከቡ ግሉኮሲኖሌትስ ዝተብሃሉ ንጥረ ነገራት ኣብ ከብድና ብማይክሮባዮምሲ ናብ ፀረ-ካንሰር ውሁዳት ይቕየሩ። ተግባራዊ ምኽሪ፣ ቆፅሉ ካብቲ ድሩቕ ዓንዲ ብምፍላጥ ኣብ ሰላጣ፣ ኣብ ስሙዚ ወይ ድማ ንቑሩብ ደቓይቕ ብሃፋ ብምብሳል ክትጥቀምሉ ትኽእሉ ኢኹም። ሰለስተ፣ ካውሎ። ወይ ድማ ካቤጅ። ናይ ድኻ ሃብቲ። ረብሓታቱ ብቫይታሚን ኬይ፣ ቫይታሚን ሲ ሃብታም ዋግኡ ድማ ርትዓዊ እዩ። ምስ ማይክሮባዮም'ዚ ዘለዎ ምትእስሳር እቲ ዝገርም ነገር ብዛዕባ ካውሎ ብፍላይ ፎሚኔትድ ካቤጅ ኮይኑ ክሰርሕ ከሎ እዩ። ኣብዚ መስርሕ እዚ እቶም ማይክሮባዮም'ዚ ነቲ ሽኮር ናብ ላክቲክ ኣሲድ ይቕይርዎ እዚ ድማ ንባዕሉ ፕሮባዮቲክ ይኸውን ማለት ነቶም ጠቐምቲ ህዋሳት ንባዕልና ንምግቦም ኣለና ማለት እዩ። ተግባራዊ ምኽሪ፣ ካብሎ ኣብ ገዛኹም ክተዳልዉ ትኽእሉ ኢኹም፣ እንተዘይኮይኑ ብጽሩይ ኣብ ሰላጣ ምጥቃም እውን ኣዝዩ ጠቓሚ እዩ። እዞም ኣትኽልቲ እዚኦም ጥራሕ ምብላዕ እኹል ኣይኮነን፣ ነዞም ጠቐምቲ ህዋሳት ዝቐትሉ ነገራት እውን ክነወግድ ኣለና፣ ሓደ ሽኮርን ዝተሰርዑ ምግብታትን፣ Processed Foods፣ እዚኣቶም ምግቢ ናይቶም ጎዳእቲ ባክተርያ እዮም፣ ንሳቶም ይራብሑ እቶም ጠቐምቲ ድማ ይደኽሙ። ክልተ ዘይተኣዘዘ ኣንቲባዮቲክስ። ኣንቲባዮቲክስ ልክዕ ከም ቦምብ እዩ፣ ነቶም ጎዳእቲ ጥራሕ ዘይኮነ ነቶም ጠቐምቲ ህዋሳት እውን ይጸራርጎም እዩ። ስለዚ ብዘይ ትእዛዝ ሓኪም ፈጺምኩም ክትወስድዎ የብልኩም። ሰለስተ፣ ቀጻሊ ጭንቀት፣ Chronic Stress። ጭንቀት ንኣሰራርሓ ከብድና ብቐጥታ ይጸልዎ፣ ነቲ ሚዛን ናይ ማይክሮባዮምስ እውን የዛብዕ። ኣርባዕተ፣ ድቃስ ምስኣንን ኣልኮል ምብዛሕን ምትካኽን። እምበኣር ካብ ሎሚ ጀሚርና እንታይ ክንገብር ንኽእል? ናይ ሸውዓተ መዓልቲ ብድሆ፣ ኣብ ዝቕጽል ሰሙን ኣብቲ መዓልታዊ ምግብኹም ሓደ ካብዞም ሰለስተ ኣትክልቲ ክተእትዉ ፈትኑ፣ ንኣብነት ሶኒ ካሮት፣ ሰሉስ ካውሎ፣ ረቡዕ ድማ ሓምሊ። ካልኦት ምግቢ ማይክሮባዮምስ ምስዞም ኣትክልቲ ሓዊስኩም ከም ሽጉርቲ፣ ጻዕዳ ሽጉርቲ፣ ሙዝ፣ ከምኡ'ውን ርግኦ፣ ሌባሪት ዝኣመሰሉ ምግብታት ኣዘውትሩ። ማይ ምስታይ ምንቅስቓስን ምዕራፍን እኹል ማይ ምስታይ፣ ኣካላዊ ምንቅስቓስ ምግባር ከምኡ'ውን ንጭንቀት ዝቕንሱ ነገራት ከም ዮጋ ወይ ምዝንጋዕ ምግባር ኣይትረስዑ። ክቡራት ተኸታተልቲ ከምቲ ዝረኣኹምዎ ጥዕናና ኣብ ኢድና'ዩ ዘሎ፣ እቶም ዝዓበዩ ሓለውቲ ጥዕናና ድማ ኣብ ውሽጥና'ዮም ዝርከቡ። ግዴታና ድማ ነዞም ሓለውቲ እዚኦም ብግቡእ ምምጋብን ምሕብሓብን እዩ። እዞም ሰለስተ ቀለልቲ ኣትኽልቲ ካብቲ ንቡር ምግቢ ምዃኖም ሓሊፉ ንህይወትና ዝቕይሩ መድሓኒታት እዮም። እዚ ሓበሬታ እዚ ጠቓሚ ኮይኑ እንተረኺብኩምዎ ላይክ ግበሩ። እዚ ቪድዮ ንብዙሓት ክባፃሕ ይሕግዝ እዩ። ንስድራቤትኹምን ንኣዕሩኽትኹም ሼር ግበርዎ። ርእይቶኹም ንዓየ ኣዝዩ ኣገዳሲ ስለ ዝኾነ ኣብ ታሕቲ ኣብ ኮሜንት ጸሓፉለይ። ንዝያዳ ጥዕናዊ ምኽርታት ድማ ሰብስክራይብ ምግባር ኣይትረስዑ። ንጥዕናኹም ተኸታተሉ። ኣብ ቀጻሊ ቪድዮ ብኻልእ ኣገዳሲ ትምህርቲ ክሳዕ ንራኸብ ሰላም።